ሕራይ ዝኸበርኩም ኣብ ውሽጥን ወጻእን ትርከቡ ኣሕዋት ኤርትራውያን ሎሚ ብሓደ ኣገዳሲ ጉዳይ ኢና መጺእናኩም ዘለና ሓውና ሰሚር ስዒድ ኣርቲስት ስነ ጥበባዊ ሰምር ስዒድ ንነዊሕ እዋን ንሕማም በዓል እቲ ቤቱ መርየም በሪህ ንነዊሕ ዓመታት ጸይርዎ ምስ ኩሉ ማለት ምስ ኩሉ ማሕበራዊ ጸገማት ንነዊሕ ዓመት መድሃኒት እናወሰደት ስጋብ ሕጂ ክትሳለ ጸኒሓ። ንሱ እውን ብዓቕሊ ምስ ስድርኡ ምስ ደቁ ኮይኑ ነዚ ኩሉ ናይ ክብርቲ በዓልቲ ቤቱ ኩነታት እንዳተጻወረ ናብዚ ደረጃ ከምቲ ዝገልጾ ቃል ኪዳን ስጋብ ሕጂ ብሓባር ብዙሕ ነገር ክከናኸናን እዩ ጸኒሑ። ሕጂ ግን ኣብቲ ናይ መወዳእታ ደረጃ ስለ ዝበጽሐት፣ ግድነት ከኣ ክሕገዝ ስለ ዘለዎ፣ ሽግሩ ናብ ደገ ኣውጺእዎ ማለት እዩ። ሕጂ ግን ኣብ ንሱ ክወጾ ዘይክእል ማለትሲ ንሱ ክገብሮ ዘይክእል ውይ ናብዚ ዓዲ ውን ክሕከም ዘይክእል ደረጃ በጺሓ ናይ ኩሊት ክሊቲኤን ኩሊታ ማለት እዩ ካብ ጥቕሚ ወፃኢ ኮይነን ኣለዋ ስለዚ ኩላትና ደቂ ኤረየ ካብ ቀደምና ተሓጋጋዝቲ ኢና ሰሚር ከዓ ክሪኦ ከለኹ ከም ሰብ ካብ ነዊሕ እየ ዝፈልጦ ተሓጋጋዚ ደንጋፂ ንዝፀገሙ ንዝተፀገሙ ዝሕግዝ ኣብ ስርሑ ዕቱብ ክሳብ ሕጂሲ እዚ ናይ በዓልቲ ቤቱ ሕማም እንከለዎስ ብዙሕ ዓይነት ስራሕ እናሰርሐ ፀኒሑ ክሳብ ሕጂ ኣብ ናይ ገዝኡ እንተበልካ፣ ኣብ ናይ መንግስታ ስራሕ ተበልካ፣ ኣብ ስነጥበብ እንተበልካ ብዙሕ ዓይነት ስራሕ ሰሪሑ እዚ ጽሮት እንከለዎ ማለት እዩ። ኣብ መወዳእታ ድማ ክጻወሮስ ኣብ ዘይክእል ደረጃ ስለ ዝበጽሐ፣ ም ኣማራጺ ውን ስለ ዝሰኣነ እቲ ሽግሩ ናብ ህዝቢ ኤርትራ ገዲፍዎ ኣሎ። ህዝቢ ኤርትራ ድማ ከምቲ ኩሉ ኩሉ ግዜ ዝተሓጋገዞ ክህብ እንከሎ ዝሕጎሶ፣ ሎሚ ድማ ኣብዚ ናይ መሬም ሓብትና ሰይቲ ሰሚር ስዒድ፣ እጃሙ ከበርክት ንዓኣ ጽቡቅ ክምነየላ ነቶም ተወሊዶም ዘለዉ ቆልዑ ከኣ ኣደ ክትኮነሎም ብሂወት ምስኦም ክትህሉን ዝከኣሎ ክገብር ንምሕጸን።
ሰሚር ስዒድ ኣዝዩ ካብቶም ብሉጻት ንፉዓት እዩ። ኣብ ምዕባይ ደቁ ኣዝዩ ዝነፍዐ ምስ ሰበይቱ ኣዝዩ ኣብ ከቢድ ጸገም እንከላ ንሱ ክንዲ ቦን ክንዲ ደን ከይኑ እዩ ንደቁ ይኣሊ ነይሩ። ክሳብ ሕጂ ኣብ ውሽጡ ገይርዎ ባዕሉ በይኑ ክሕግዛ ናይ ደገ እንዳሰርሐ ናይ ውሽጢ እንዳሰርሐ ክሕግዛ ጸኒሑ እወ መርየም በሪ ሰበይቱ ንሰሚር ስዒድ ሓይማ ምስ ተባህለት ኣብ ሓዝ ሓዝ ሆስፒታል ከይደ ነይረ ኣብ ሓደ ዕላል ኣዕሊሉኒ ኣብ ናይ ሃገር ምውሓስ ዝተገብረ ወራራት ሰሚር ሓንቲ ኩሊቱ ብመወቃእቲ ስኢኑ ነይሩ ሽዑ እንታይ ኢላትኒ ኢሉ እንታይ ፀገም ኣለዎ እሞ እዛ ሓንቲ ከም ገለ ተለኣ ኮይና እውን እታ ሓንቲ ናተይስ ከተን ክልተ ጥዑያት ዘለዋ ናተይ ሓንቲ ክህበካ'የ ኢላትንስ ሕጂ ንባዕላ ክልቲኤን ኩላሊታ ኣብ ሓደጋ ወዲቐን ኢሉ ንድሕሪት ተመሊሱ ክዝክር ከስተንትን ጸኒሑኒ። ሰሚር በዓልቲ ቤቱ መርየም በሪ እዚ ሕጂ ኣጋጢምዋ ዘሎ ናይ ኮላሊት ናይ ሊቨር ከምኡውን ናይ ሳንቡእ ካብኡ ቅድሚኡን ናይ ከቢድ ናይ ውሽጣዊ ሕማማት ዝነበራ ልዕሊ ዕስራ ዓመት ጸይሩዋ ሕጂ ግን ንሱ ክስከሞ ዘይክእል ደረጃ በጺሑ።
ሰሚር፣ ሕማቕ ኣጋጣሚ ኮይኑ ንስኻ ዘይትኽእሎ እዚ ሕማም እዚ መጺኡ ኣሎ፣ ኣብ በዓልቲ ቤትካ ማለት እዩ። ሕጂ ንሕና ከኣ እጃሙ እንድዩ ዝገብር ሰብ ወዲ ሰብ ኩሉ እጃሙ እዩ ዝገብር። ከምቲ ኩሉ ቅድሚ ሕጂ ዝተገብረ ንኣብነት ናተይ እውን ዝጥቀስ እዩ ኢለ ሓዚረ ኣነ ኩሉ ሻዕ ጠቕሳ እዚኣ ከምዚ ኣብ በዓልቲ ቤተይ ዘጋጠመ ኣነ ዘይኮሎ ምስ ኣጋጠመኒ ኣጆኻ ዝበለኒ ህዝቢ ኤርትራ ከምኡውን ኣጆኻ ሕጂ ኒውስ ተገይሩ ነዚ ህዝቢ ዝሒዝካ ዝኽእሎ ክገብር እዩ ወዲ ሰብ ከዓ ዝኽእሎ እዩ ዝገብር

እዚ ስለ ዝኾነ ከኣ ናብቲ ህዝቢ ሓደራ ምውራድ ማለት ከኣ በቃ ኣነ የብለይን ወይ ከኣ ኣነ ከምዚ እየ እሞ ኢልካ ኢኻ ሓደራ ተሰክሞ እሞ ህዝቢ ኤርትራ ከኣ ከም ወትሩ ካልእ ፈታዊ እውን እንተሎ ነዚ ጸገም እዚ ክተሓባበር ኢና ንምሕጸን ንዘውጻኹሞ ኣምላኽ ይተክኣልኩም ስለዚ ንዓኣ ከኣ ንመርየም ሓብትና ከኣ ኣደ ደቃ ኣደ ሓዳራ ኣደ ቃል ኪዳና ክትከውን ተስፋ ንገብር። እንዳ ዝማም ከኣ ነዚ ንምባል ኢና ኣብዚ ተኣኪብና ዘለና። ንስኻን በዓልቲ ቤትካን ደቅኻን ኣጆኹም ኣጆኹም ይብለካ ኣሎ ወኪልና ነቲ ህዝቢ ምኽንያቱ እዚ ህዝቢ ይገብር ምዃኑ ስለ ንፈልጥ ምኽንያቱ ስለ ዝገበረ ኣባይ ኣብ ኩልና ኣብ ብዙሓት ስለ ዝገበረ ስለ ንፈልጦ ሰሚረይ ኣጆኻ ኣጆኺ በላ ኣጆኹም በሎም እቶም ቆልዑ። ሰሚር ኣነ ካብቲ ዝረኣክዎ ወላ ብናይ ሑሙማት ዝተጸገሙ ኣብ ናይ ጥዕና ገለ መለስ ንባዕሉ ጎይ እዩ ኩሉ ግዜ ዝብላ ከኣ ክንሕግዝ ተኮይንና ጽባሕ ውን ንሕና ውን ክንሕገዝ ኢና ንሱ ንባዕሉ ውን ሰባት ክሕግዝ መዓት እዩ ሕጂ ከኣ ንባዕሉ ኣብ ዝሕገዘሉ ደረጃ በጺሑ ኣሎ። ከምቲ ናይ ዝሓለፈ ንካልእ ንሕግዞ ንተሓጋገዞ ዝነበርና ክትሕግዝዎ ብትሕትና ይሓትት። ፎርሹር ድማ ሰበይቱ ሓውያ ተመሊሳ። ሰይቲ ሰብኣያን ኣደ ደቃን ከም ትኸውን በዓልቲ ምሉእ ተስፋዬ ስለዚ ኤርትራውያን ኣሕዋትና እቲ ጉዳይ ናብ ኢድና እዩ ተገዲፉ ዘሎ ስለዚ ሓቦ ንበል ክብል ጥራሕ እየ ዝደሊ ኩላትና ኣብ ውሽጥና ወፃ ንርከብ ኤርትራውያን